ንሎሚ ትሽዓተ መጋቢት ክልተ ሽሕን ዕስራን ሽዱሽተን ሰኑይ ቀትሪ ዝተዳለዉ ዜናታት ሒዘልኩም ቀሪበ ኣለኹ። ክሳብ መወዳእታ ምሳይ ጸኒሕኩም ክትከታተሉ ብኽብሪ እናዓደምኩ፣ ብቀዳምነት ግን ነጥብታቶም። ሕቶታት ህዝቢ ትግራይን ውዕል ፕሪቶርያን ክሳብ ዘይተመለሱ ኣብ ልዕሌና ኣዋጅ ኲናት ይንጸላል'ዩ ዘሎ። እቲ ኲናት ሎሚ ይኹን ጽባሕ፣ ድሕሪ ዓመት ይኹን ክልተ ዓመት ምውልዑ ኣይተርፎን እዩ ክብል ጀነራል ምግበይ ሃይለ ምግላጹ፣ ህዝቢ ትግራይ ምስ ጎረባብቲ ህዝብታት ዝህልዎ ርክብ ንምጥንኻር ዝዓለመ መድረኽ ምይይጥ ይሳለጥ ከምዘሎ ካብ መቐለ ዝተረኽበ ሓበሬታ ዝምልከት። ኲናት ኣሜሪካን እስራኤልን ኣንጻር ኢራን ናብ ካልኣይ ሰሙኑ ኣብ ዝሰጋገረሉ ዘሎ እዋን፣ ኣብ መላእ ማእከላይ ምብራቕ ዝካየድ ዘሎ ውግእ ይቕጽል ኣሎ፣ ነዚ ዝምልከት ጸብጻብ ዝብሉን ካልኦትን ዜናታት ሒዘልኩም ቀሪበ ኣለኹ፣ ክሳብ መወዳእታ ምሳይ ጸኒሕኩም ክትከታተሉ ብኽብሪ ይዕድም። ሕቶታት ህዝቢ ትግራይን ውዕል ፕሪቶርያን ክሳብ ዘይተመለሱ፣ ኣብ ልዕሌና ኣዋጅ ኲናት ይንጸላል'ዩ ዘሎ። እቲ ኲናት ሎሚ ይኹን ጽባሕ፣ ድሕሪ ዓመት ይኹን ክልተ ዓመት ምውልዑ ኣይተርፎን'ዩ ክብል ጀነራል ምግበይ ሃይለ ገሊጹ። ህዝቢ ትግራይ ብምኽንያት ባህጊ ሰላሙ፣ ልምዓቱን ፖለቲካዊ ሕቶታቱን ከይቀስን፣ ከየዕርፍ፣ ከይዓቢ፣ ክብተን ክፈርስ ይግፋዕ ይብደል ይጓነ እዩ ዘሎ ዝበለ ኣባል ወተሃደራዊ ኮማንድ ኣዛዚ ግንባር ምዕራብ ጀነራል ምግበይ ሃይለ እዚ ክቕፅል የብሉን ብቑልጡፍ ደው ክብል ይግባእ ኢሉ። ህዝቢ ትግራይ ከምቲ ሕሉፍ ሰለስተ ሚእትን ስሳን ዲግሪ ዓፅየ ከምበርኩኸ'የ ምባል ሕጂ ፈፂሙ ዝከኣል ኣይኮነን ዝበለ ጀነራል ምግበይ ህዝቢ ትግራይ ብመንነቱ፣ ባህለዋቱን ብመፃኢ ዕድላቱን ንዋጋ ዕዳጋ ዝቐርብን ዘደራደርን ኣይኮነን ክብል ኣፍሊጡ። ህዝቢ ትግራይ ሰላምየ ዝደሊ ስለ ዝበለ፣ በደልን መግዛእትን ስለ ዝተቓወመ፣ ሕግን ሕጋውነትን ይቐድም ስለ ዝበለ፣ ሃገረይ ብዝብላ ዓዲ ይብደልን ይጓነን ኣሎ፣ ፍልጠቱ፣ ሂወቱ፣ ነዚ ሃገርዚኣ መዋእል ታሪኹ ዝሃበ ህዝቢ ትግራይ፣ እዛ ዓዲ ዓዲ ክትከውን ዝገበረ ህዝቢ ሕጂ ይግፋዕ እዩ ዘሎ፣ ኣብዛ ሃገር ኣብ ሃለዋታ፣ ድሕንነታ፣ ህንጸታ፣ ዲፕሎማስኣ፣ ምዕባለኣ፣ ጸጥታኣ፣ ተቓሊሱ ዋጋ ከፊሉ ብዝሃነጻን ኣሰሩ ብዘንበረላን ዓዲ ህዝቢ ትግራይ ሕማቕ ተፈድዩ ሕጂ እውን ይቕጽል ምህላዉ ገሊጹ። ህዝቢ ትግራይ ብምክፍፋል ናብ ሽግር ክኣቱ ዳግም ካልእ ሽርሕታት እናፈሓሱ ናብ ደምነትን ኲናትን ነንባዕሉ ናብ ምክፍፋልን ከእትውዎ ብብዙሕ መልክዑ ይፈታትንዎ ኣለዉ። ህዝቢ ትግራይ ንኲናት ዝዕድም ድልየት የብሉን ግን ድማ ደኺሞም እዮም። ነንባዕሎም ስኒ ስኢኖም እዮም። ተኸፋፊሎም'ዮም፣ ኢኮኖሚኦም ተዳኺሙ'ዩ፣ መሓውሮም ተባታቲኹ'ዩ ክብሉ ዝኣመኑ ፀላእቲ'ዮም ንኲናት ዝህንጠዩ ዘለዉ ክብል ኣፍሊጡ። ህዝቢ ትግራይ ንኲናት ኣይሃርፍን፣ ንኲናት ዝዕድሙ ዘለዉ ግን እቶም ትማሊ ዝበደልዎ፣ ዘጋፍዕዎን ዘጓነይዎን'ዮም። ንሰላም ዘራኽብ መንገድታት ዓፅዮም ከምበርክኹን ክብትኑን ድልየቶም ክፍፅሙን ግፍዕታት ይገብሩ ዘለዉ ንሳቶም'ዮም ዝበለ ጀነራል ምግበይ ሃይለ፣ ትግራዋይ ሰላም እዩ ዝደሊ። ምስ ዝኾነ ከባብን ጎረቤትን ሰላም ኮይኑ ክነብር እዩ ዝደሊ። ህዝቢ ትግራይ ምስ ዝኾነ ጎረቤት፣ ሰቡ ጥራሕ ዘይኮነ እንስስኡ እውን ተጎራቢቱ ክነብር ዝደሊ ህዝቢ እዩ። ምስ ኣምሓራ፣ ምስ ኤርትራ፣ ምስ ኣገው፣ ምስ ዓፋር፣ ምስ ሱዳን ብሓባር ብሰላም ክነብር ይግባእ ጥራሕ ዘይኮነ ክህሉ እውን ክፅዕር እየ ክብል ኣስሚሩሉ። ህዝቢ ትግራይ ንህዝቡ ዝመስል ጉዳይ ትግራይ ዘገድሶ ካብ ጅግና ህዝቢ ትግራይ ዝፍጠር ሰራዊት ትግራይ ንምብታን ዝንቀሳቀሱ ኣካላት ድማ ዝጥንክር እምበር ዝፈርስ ሰራዊት ከምዘየለ መልእኽቱ ኣመሓላሊፉ። ሕቶ ህዝቢ ትግራይ ግዝኣታዊ ሓድነትና ይመለስ፣ ተመዛበልትና ይመለሱ፣ ውሑስ ሰላም ኢና ንደሊ፣ ኣካል ሕግን ሕገ መንግስትን ንኹን፣ ማሕበረ ኢኮኖሚያዊ ሕውየትና ይረጋገፅ፣ መፃኢ ዕድል ህዝቢ ትግራይ ይማዕራረ ዝብልን ካልኦትን እዮም። እዚ ሕቶ ህዝቢ ትግራይ እቶም ነዚ ኣብ ምምላስ ኣብ ክንዲ ምቅላስ ነዚ ገዲፎም ናብ ኣዲስ ኣበባ ዝኸዱ ወተሃደራዊ መሪሕነት ዝነበሩ ክሳብታ ጸኒዖም ዝተቓለሱላ ክብሪ ኣለኒ ግን ድማ ህዝቦም ቃሎም መረበት ዓደቦኦም ዝጠለሙ ድኹማት እዮም ክብል ነቒፉ። ድልየት ብልጽግና ሕጂ እውን ንህዝቢ ትግራይ ከፋፊሎም ምብታን፣ ትካላት ብምንብርካኽ፣ ህዝቢ ትግራይ ተስፋ ክቖርፅ ንምግባር ብኹሉ መልኪዖም ፀገም ትግራይ ከጋድዱ ዝፅዕሩ ዘለዉ ነዚ ዝድግፉ ነቲ ዝብድለና ዘሎ ስርዓት ኣጆኻ ናበሉ ውርደት ህዝቢ ትግራይ ክሪኡ ዝደልዩ ተጋሩ ድማ ኣለዉ ዮም። ጉዳይ ትግራይ ዝፍታሕ ኣብ ትግራይ ምበር ኣብ ጓጓ ፀላኢ ኮይንካ ኣይኮነን ኩሉ ኣብ ዓዱ ኮይኑ ምእንተ ትግራይ ክሰርሕ ዘለዎ ክብል ከዓ ኣተሓሳሲቡ። ብኻልእ ዜና ህዝቢ ትግራይ ምስ ጎረባብቲ ህዝብታት ዝህልዎ ርክብ ንምጥንኻር ዝዓለመ መድረኽ ምይይጥ ይሳለጥ ከምዘሎ ተገሊፁ። ህዝቢ ትግራይ ኩለ መዳይ ርክባቱ ምስ ጎረባብቲ ህዝብታት ንምጥንኻርን ዘላቕነት ዘለዎ ሓባራዊ ተጠቃምነት ንምርግጋፅን ዝዓለመ መድረኽ ምይይጥ ብ ዕስራን ትሽዓተን ለካቲት ክልተ ሽሕን ዓሰርተ ሸሞንተን ዓመተ ምህረት ግእዝ ኣብ ከተመ መቐለ ይሳለጥ ኣሎ ክብል ካብ መቐለ ዝተረኸበ ሓበሬታ ተገሊፁ። እቲ መድረኽ ብኣሰናዳእነት ርክብ ህዝብታት ንሰላምን ምሕዝነትን ዝተዳለወ ኮይኑ፣ ዕላማ እቲ መድረኽ ርክብ ህዝቢ ትግራይ ምስ ጎረባብቲ ህዝብታት ብምጥንኻርን ገጢምዎ ካብ ዘሎ ፀበባ ንምውፃእን ዝዓለመ ኢዩ ክብል ኣፍሊጡ። ኣብቲ መድረኽ ምሁራን፣ ኣካላት ሚዲያ፣ ካልኦት ዕድመ ዝተገብረሎም ኣካላት ዝተረኽቡ ኮይኖም፣ ኣብቲ መድረኽ ምይይጥ፣ ብምሁር ታሪኽን ተመራማርን ጸጋዝኣብ ካሳ፣ ህሉው ኩነታት ትግራይ ሃገርን ዓለም ለኻዊ ኩነታትን መበገሲ ሓሳብ ብምቕራብ ይቕጽል ኣሎ ክብል ከኣ እቲ ሽዑ ዝተረኽበ ዜና ኣፍሊጡ። ህዝቢ ትግራይ ኣብ ክልተ ሽሕን ዕስራን ወራር ጽንተት ካብ ዝእወጀሉ ክሳብ ሕጂ ዕጽዋን ክባን ተበይንሉ ንከቢድ ማሕበራዊ ቅልውላው ተቓሊዑ ኣብ ዘለወሉ እዋን ስርዓት ብልጽግና ኣብ ልዕሊ እታ ክልል ዳግማይ ወራር ንምክያድ ሰራዊትን ኣጽዋርን የጸግዕ ከም ዘሎ ዝፍለጥ እዩ። ኣብ ልዕሊ ትግራይ ቁሉዕ ወራር ብምእዋጅ ጽንተት ዝፈጸመን ብዕጽዋን ክባን ዝቕጽሎ ዘሎን ስርዓት ብልጽግና፣ ኣብ ከባቢ ወሎ ኣብ ዝርከብ ግዳም ብዝተኮሶ ከቢድ ብረት ሓሙሽተ መነኮሳት ምቕታሎም ተሓቢሩ። እቲ ኣብ ዝተፈላለዩ ከባቢታት ክልል ኣምሓራ ምስ ዕጡቕ ፋኖ ገጢሙ ኣብ ልዕሊ ሰብን ንብረትን ከቢድ ህልቂትን ዕንወትን ዘብጽሕ ዘሎ ሰራዊት ስርዓት ብልጽግና፣ እዚ ሕጂ ኣብ ወሎ ኣብ ዝርከብ ገዳም ዘካይዶ ህልቂት መነኮሳት ፈለማዩ ኣይኮነን። እቲ ከቢድ ብረት ዕጡቕ ፋኖ ኣብኡ ተዓቚቦም ኣለዉ ብዝብል ምስምስ ከም ዝተተኮሰ ዝሓበረ ሓደ ምንጪ፣ ኣብቲ ገዳም ዝኾነ ዕጡቕ ፋኖ ከም ዘይነበረን ቅድሚ ሕጂ እውን ነይሮሞ ዘይፈልጡ ምዃኑን ብምሕባር፣ ቅድሚ ሕጂ እውን ኣብ ካልኦት ከባቢታት ክልላት ኣምሓራን ኦሮሚያን ተመሳሳሊ ፍጻሜታት ክረኣ ምጽንሑ ኣተሓሳሲቡ። ኲናት ኣሜሪካን እስራኤልን ኣንጻር ኢራን ናብ ካልኣይ ሰሙኑ ኣብ ዝሰጋገረሉ ዘሎ እዋን፣ ኣብ መላእ ማእከላይ ምብራቕ ዝካየድ ዘሎ ውግእ ይቕጽል ኣሎ። እስራኤል ሎሚ ሰኑይ ንግሆ መማዕበሊ ኒኩለራዊ ኣጽዋር ይርከቦ እዩ ክበሃል ንዝጸንሐ ኣብ ኢስፋሃን ኣብ ትሕቲ መሬት ተደኲኑ ዝርከብ ቦታታት ተደጋጋሚ ደብዳብ ብምክያድ ኣዕንየዮ ክትብል ገሊጻ ኣላ። መራሕቲ ሃይማኖት ኢራን ብወገኖም ሓዱሽ ላዕለዋይ መራሒ ኣብ ምምራጽ ኣብ ምርድዳእ በጺሖም ኣለዉ ዝበለ ካልእ ዜና እንተኾነ ቅድሚ እቲ ስምምዕ ገለ ዕንቅፋታት ከምዘለዎ ተዛሪቦም ኢሉ። እስራኤል ነቲ ዝሓለፈ ሰሙን ብመጥቃዕቲ ኣሜሪካን እስራኤልን ዝተቐትለ ኣያቶላ ዓሊ ካሜኔ ዝትክእ ዕላማ ክትገብሮ ምዃና'ውን ኣፈራሪሓ ኣላ። እዚ ከምዚ'ሉ እንከሎ፣ እስራኤል ኣብ ከተማ ቴህራን ዝርከብ መጻረዪ ነዳዲ ዕላማ ብምግባራ፣ እታ ከተማ ምሉእ ብምሉእ ብጸሊም ትኪ ተሸፊና ከምዘላ ይሕበር ኣሎ። ብኻልእ ወገን፣ መጥቃዕቲ ሰብ ኣልቦ ነፋሪት ኢራን ኣብ ልዑል ህንጻ ህዝባዊ ትካል ማሕበራዊ ድሕነት ኩዌት ብምውቅዑ ዓቢ ባርዕ ኣስዒቡ፣ ሰብ መዚ እቲ ባርዕ ኣብ ትሕቲ ቁጽጽር ከም ዘእተውዎ ገሊጾም። መጥቃዕቲ እስራኤል ኣብ ሊባኖስ ብናህሪ ይቕጽል ኣብ ዘለወሉ እዋን'ውን፣ ሚኒስተር ጥዕና ሊባኖስ ኣብዚ ቀረባ እዋን ብእስራኤል ብዝተፈጸመ ደብዳብ ሰለስተ ሚእትን ተስዓን ኣርባዕተን ሰባት ተቐቲሎም ክብል

እቲ ፕረዚደንት ምስታ ከም ሊዮነል ሜስን ሉዊስ ስዋረዝን ዝኣመሰሉ ከዋኽብቲ ዝሓዘት ጋንታ ኩዕሶ እግሪ ኢንተር ሚያሚ ኣብ ዝተራኸበሉ እዋን ንሓደ ካብ ወነንታ ኲባዊ ኣሜሪካዊ ጆርጅ ሞሰ ኣብ ቀረባ ግዜ ነቲ ኣብ ኲባ ዝካየድ ዘሎ ከብዕልዎ ምዃኖም ተዛሪብዎም ትራምፕ ምስ ሲኤንኤን ኣብ ዝገበሮ ቃለ መሕተት፣ ኲባ ኣብ ቀረባ እዋን ክትወድቕ ምዃና ብምሕባር፣ መራሕቲ ኲባ ስምምዕ ንምፍጻም ይዛተዩ ከም ዘለዉን ንማርኮ ሩብዮ ክልእኮን እንታይ ከም ዝስዕብ ክርእዮን ምዃኑ ድማ ተዛሪቡ። ኣብዚ ግዜ'ዚ ቀንዲ ኣተኩሮኦም ኣብ ኢራን ከም ዘሎ ድሕሪ ምሕባር፣ ይኹን እምበር ብዙሕ ግዜ እዩ ዘለና፣ ኲባ ድሕሪ ሓምሳ ዓመት ድልውቲ ኰይና ኣላ ክብል ተሰሚዑ። ልክዕ ግዜ እኳ እንተዘይገለጸ፣ ካብ ዳሕረዋይ መግለጺታቱ ግን ምምሕዳሩ ንኲባ ከም ቀንዲ ኣካል ዞባዊ ኣጀንድኦም ብምርኣይ ጸቕጢ ክገብሩላ ከም ዝሓስቡ ርዱእ ይመስል። ሚኒስተር ጉዳያት ወጻኢ ኣሜሪካ ማርኮ ሩቢዮ ናብ ኲባ ዝኸደሉ ምኽንያት ገጽ ንገጽ ተራኺቦም ንምዝታይ ክኸውን ከም ዝኽእል'ውን ይጥቀስ'ዩ። ኣሜሪካ ንፕረዚደንት ቬነዝዋላ ነበር ኒኮላስ ማዱሮ ብሰለስተ ጥሪ ፍሉይ ስርሒት ብምክያድ ኣሲራ ናብ ሃገራ ከም ዘምጽኣቶ ዝዝከር እዩ።